ፊት ንፊት ምስ ኣፈ ታሪኽ። ደባስ።
ፊልም ደባስ ቅድሚ ልክዕ ቬሎ ቅድሚ ምዕዋታ ኣብ ዝነበረ ሓደ ዓመት ንሳ ድማ ኣብ ውድድር ተሳቲፋ ዝተዓወተት ፊልም'ያ። እዚኣ'ውን ልክዕ ከምተን ዝሓለፋ ኣብ ሕቡራት መንግስታት ኣሜሪካ ኣብ ዝእንገድ ሆስተን ሽልማት እያ ተሳታፊት ኮይና ንመበል ኣርብዓን ሸውዓተን ግዚኡ ኣብ ዝካየድ ዝነበረ ብ ክልተ ሽሕን ዓሰርተ ኣርባዕተን ማለት እዩ ኣብ ዝካየድ ዝነበረ ውድድር ካብ ኣርባዕተ ሽሕን ሓሙሽተ ሚእትን ዝኣኽሉ ካብቲ ኣብተን ቅድሚን ድሕርን ኣብ ዝነበረ ግዜ ዝበዝሐ ፊልምታት ተወዳዳርነት ዝረኸበሉ ግዜ ማለት እዩ ካብ ዝተፍላለዩ ሃገራት ዝተዋጽኣ ፊልምታት ልዕሊ ኣርባዕተ ሽሕን ሓሙሽተ ሚእትን ዝኣኽላ ፊቸር ሙቪ ንውድድር ተሓጽየን ነይረን። ፊልም ደባስ ድማ ካብዘን ልዕሊ ኣርባዕተ ሽሕን ሓሙሽተ ሚእትን ዝኣኽላ ፊልምታት ዕውቲ ብምዃን ናይ ፕላቲንዩም ሽልማት ከም ዝዓተረት ይፍለጥ። ዘ ጎስት ወይ ድማ ደባስ ፊልም ኣብ ኣፈ ታሪኽ ናይ ዝተሙርኮሰ ዛንታ ኮይኑ ቅድሚ ሰለስተ ሚእቲ ዓመት ብዛዕባ ካብ ከበሳታት፣ ዓዘጋን ጎንደርን ካብ ዝነበሩ መሳፍንቲ ጀሚሩ ዝዝንተወሉ ናይ ደባስ ዝበሃል ከም ሰይጣን ዝንገረሉን ዝዝንተወሉን ልብ ወለዳዊ ፊልም እዩ ማለት እዩ። ግደፈኒ!
እንታይ በይንኻ ዝዛር ለካ ዝብል ደባስ ከመይ ኢሉ? ተዝፈልጥ ደኣ ምነገርኩኹም።

ካብዚ ብምብጋስ ዝተሰርሐት ፊልም ደባስ ኣዝያ ምስጥር መዓልታውያን ነገራት ብምትሕሓዝ ዝተሰርሐት ምስ ምዃና መጠን፣ ካብተን ናይ ምዕዋት ተኽእሎኣን ልዑል ተኽእሎታት ተዋሂብወን ዝነበራ ፊልምታት እየን። ልክዕ ድማ ብፕላቲንዩም ደረጃ ናይ ሽልማት ክብሪ ክትጓናጸፍ በቒዓ ማለት እዩ። ልክዕ ኣብታ ፊልም እቲኣ ዝተዋስኡ ከምቶም ኣብ ዝሓለፈ ዕውታት ፊልም ከነዕውት እንከለና ዓበይቲ ተወዳደርቲ ብሉጻት ኣርቲስት ዝተሳተፉዎን ኣብዛ ፊልም እዚኣ እውን ካብቶም ኣብ ኤርትራ ኣለዉ ዝተባህሉ ዓበይቲ ስነ-ጥበባውያን እዮም ተሳቲፎምላ። ዓወት ኣብርሃ፣ ሚካል ብርሃነ፣ ሜሮን ሃይለ፣ ርእሶም ክብሪ፣ ግዜነሽ እማሃጼን፣ ዑቕባ እማሃ፣ ሻሹ ተኽለን ካልኦትን ዓበይቲ ስነ-ጥበባውያን ኣብዛ ስራሕ እዚኣ ክዓይው ተኻኢሉ ማለት እዩ። ተሓጋጋዚ ዳይረክተር ናይዛ ስራሕ ከምኡውን ደራሲ ይኸውን ኣሎ ማለት እዩ። ስምኦን ሃብተማርያም ክኸውን እንከሎ ብመኮንን ወልደኣብ ድማ ተኣልያ። ዝተሳኣለት ፊልም እያ ማለት እዩ። እዛ ስራሕ እዚኣ ኣብ ስድራ ሚድያ ተዘርጊሓ ትርከብ ፊልም ደባስ ብሓቂ ክትረኣ ዝግባኣ ስራሓት እየን። ኩላትና ኤርትራውያን ድማ እዘን ሓበን ናይ ኤርትራ ፊልምታትና ዝኾና ኣብ ዝተፈላለዩ ዩትዩብ ቻነላት ተጻዒነን ኣለዋ። ነቲ ዝተጻዕነ ድማ ክንሪኦን ከነተባብዖን ይግባኣና እዩ። ካብ ኣብቶም ካልኦት

ትንፋስ ብዓመጻ ቅትለት ማዕርፎ የብላን ሕነ ዘቕተልዋን ዝቐተልዋን ክትፈዲ ካብ ስጋ ተፈልያ ኣትጽንብል ሕነ ኣይፈለዎ መዋእል ኮይኑ ማዕርፎ ዛይብለይ ተሪፉ ንበዓል ነጎዳሲ ሓው ደብሶ ሕነ ክፈዲ እንተበልኩ ህዝበ ምድረ ባሕሪ ሰይጣን ኢሎሞ እዙይ ጻዕዳ ሓቂ እዙይ ንዞም ህዝቢ ንገሩ ዓንኬል ጥበብ ብሓምሻይ ደረጃ ድማ ካብተን ዕውታት

ፊልም ሰለሞን ንመበል ኣርባዓን ትሽዓተን ገዚፉ ኣብ ዝእንገድ ዝነበረ ናይ ውድድር ሂስተን ናይ ሕቡራት መንግስታት ኣሜሪካ ናይ ምውድዳር ዕድል ክትረክብ በቒዓ። እታ ናይ መጨረሽታ ዕውትቲ ፊልም ኣብዚ ዓውዲ'ዚ ተወዳዲራ ዝተዓወተት ክትከውን እውን ክኢላ እያ። ፊልም ሰሎሞን ምድብ ነጻ ትያትራዊ ፊልም ናይ ወርቂ ሽልማት ክትዓትረሉ ከምዝኸኣለት ይንገር። ብኤርትራዊ ኤፍሬም ዓንደብርሃን ተደሪሳ ዝተኣልየት ኤርትራዊት ፊልም እያ። ኣብ ማሕበራዊ ገጻትን ህይወትን ንመንእሰያት ኣብ ሓዳር ንዘጋጥሞም ብድሆታት ብእተንጸባርቖ ፊልም እያ ክትከውን ክኢላ ማለት እዩ። ብዙሕ ነገራት ብፍላይ ከኣ ኣብዚ ሕጂ እዋን ብ ካብ ኣብ ውሽጢ ኣብ ዓድና ኣብ ስደት ንዘለና ኩላትና ኤርትራውያን ከምቲ ኣብ ብሓዳር ዘይምጽናዕ ዘጋጥም ዘሎ ኣብ መንጎ ዘጋጥም ዘሎ ሚሒር ምፍልለያት ምፍልላይ ክይኣክል ብነብሰ ቅትለት ዝውገድ ዘሎ ዝልምለም ዘሎ ሓዳራት እንታይ እዩ እቲ ጠንቁ ክትወሓሓጦ ዘለካ ኣብ ሓዳር ክትገብሮም ዘለካ ኣካይዳታት፣ ክትጻውሮ ዘለካ ቃል ኪዳን ማዕረ ክንደይ ክቡር ምዃኑ እተዘንቱ ፊልም እያ። ብሓቂ እዛ ፊልም እዚኣ መሃሪትን ከምኡ ውን ነቲ ኣብ ሕጂ ዘሎ እዋናዊት ክትከውን ዘኽእላ ምስዚ እንሪኦ ዘለና ጸገማት ብዙሓት ኤርትራውያን ኣብ ስደት ኣብ ሓዳሮም ፋሕፍትን ኣትይዎም ኪኣክል ከምኡ ድማ ቅትለት ዝውስኾ ዘሎ ነዚ ከተወግድ እትኽእል ፊልም ኮይና ትስማዓኒ። ስለዚ ኩልና መንእሰያት እዋናዊትን ግዝያዊትን ፊልም ኮይና ስለ ትስማዓኒ ነዛ ፊልም እዚኣ ክንሪኣን እቶም ኣብ ሓዳር ዘለና ሓዳርና ብኸመይ ክኸይድ ከም ዘለዎ እቶም ኣብ ሓዳር ዘይኣተና ከኣ ኣብ ሓዳር ምስ ኣተና ዝመጹና ብድሆታታቱን መሰናኽላቱን ብኸመይ ክንሓልፎ ከም ዘለና እተዘንቱ ስለ ዝኾነት በዚ ኣጋጣሚ እዚ ነዛ ፊልም እዚኣ ክንዕዘብ መልእኽተይ የመሓላልፍ ማለት እዩ። ኣታ እዮብ ኣነስ ደሓን እየ። ኩሉ ኣብ ዙርያይ ዘሎ ዝቐረበን ዝረሓቐን ክርዳእኒ ይኽእል ፕሊስ ንኤደን ፍታሕያ ናይ እምሮ ፀገም ኣለዋ ጥዑይ ቆልዓ ክትወልድ ኣይትኽእልን እያ እናበልኩ ንምንታይ ከም ተለውጥ
ናብቲ ፊልም ምስ እንምለስ ፊልም ሰሎሞን ኣብ ኣርባዕተ ሽሕን ሓሙሽተ ሚእትን ንውድድር ዝኣተዋ ናይ ዝተፈላለያ ሃገራት ፊልምታት ካብዘን ኩለን ዕውቲ ብምዃን እያ ተረቑሓ ኣብዛ ፊልም እዚኣ ብጣዕሚ እቲ ዝዓበየን ዝበለጸን ገጸ ባህሪ ዝተላበሱ ድማ ኣማን ሓሚድ ባንድሻን መረብ እስቲፋኖስን ናይ ብሓቂ ክብሪ ይግብኦም እዩ እዞም ተዋሳእቲ እዚኦም እዚ ሒዞሞ ዘለዉ ገጸ ባህሪ ብጣዕሚ ከቢድ ገጸ ባህሪ እዩ ንዕዑ ግን ብልክዕ ተላቢሶም ከእምኑና ብምኽኣሎም ኣብቲ ናይ ቤስት ኣክተር ሽልማት ውድድር እውን ክኣትው ይግበኦም ነይሩ። ብቤስት ኣክተር ተወዳዲራን ኣይተወዳደረትን ስጋዕ ሕጂ ዝበጻሕክዎ ሓበሬታ ነገር የለን። ግን ነቲ ገጸ ባህሪ ብልክዕ ዝተላበስዎ ጠባያት ምዃኖም ይግለጽ። ተወሰኽቲ ዓበይቲ ስነጥበባውያን ናይ ሃገርና እውን ኣብዛ ስራሕ እዚኣ ተሳቲፎም እዮም። ከም በዓል ወይኒ ተወልደ፣ ህጻን ህያብኤል ኤፍሬም፣ ለምለም ገብረንጉስ ጀሪ፣ ከምኡ'ውን ሱለይማን ዑመር ዝኣመሰሉ ዓበይቲ ስነጥበባውያን ናይ ሃገርና፣ ደራሲ ንባዕሉ'ውን ኣብቲ ስራሕ ኣበርክቶ ጌሩ'ዩ፣ ኣብ ናይ ተዋስኦ ማለት'ዩ። ነዚኦም ዝኣኽሉ ዘካተተት ዓባይ ፊቸር ሙቪ ናይ ዓድና'ያ፣ ኣብ ኣድማስ ቲቪ ድማ ተዘርጊሓትልኩም ኣላ። ብሓቂ ርኣይዋ። ኣብ ኣድማስ ቲቪ እያ ተዘርጊሓ ዘላ ስለዚ እምበኣርከስ ክቡራት ተኻታተልትና ናይ ሎም መዓልቲ ሓሙሽተ እተን ብዓለም ለኻዊ ደረጃ ብፍላይ ከኣ ኣብ ሕቡራት መንግስታት ኣሜሪካ ብሂስተን ዝበሃል ውድድር ዝፍለጥ ዕውታት ናይ ሽልማት ዝኾና ፊልምታት እየ ሒዘልኩም ቀሪበ ብሓቂ ኣፍልጦኹም ኣዕቢኹምን ከምኡ ውን ናይ ኤርትራ ደረጃ ናይ ፊልም ኣበይ ደረጃ ከምዝነበረን ኣስተብሂልኩም ክትኮኑ በዓል ሙሉእ ተስፋ'የ ሓደራ ሓደራ ኢለ ዝላበዎ ግን ቀንዲ ነዘን ፊልምታት እዚኤን ክጠቕሰለን ከምኡ'ውን ከምጸን ዘኽኣለኒ ምኽንያት ኣብቲ ናይ ዩቱብ ቻነል ኣቲና ብደረጃ ቪወን ክንርእየን እንከለና ብጣዕሚ ታሕቲ እየን ዘለዋ እዚኤን ኣብ ሃገርና'ኳ ጥራይ ዘይኮነ ብዓለምለኻዊ ደረጃ ከይተረፈ ናይ ሽልማት ክረኽባ ዝኽኣላ ፊልምታት ብደረጃ ቪው ልዕሊ ሚልዮናት ከቑጽራ ዝግባእ ቪው ክረኽባ ዝግበእን እዩ ኔሩ ግን ኣይተረኽበን ስለዚ ኩላትና ሕብረተሰብ ካብ ኣብቲ ናይ ቲክቶክ ካልእ ሃለውስያንን ሃጠውቀጠውን ካብ እንውዕል ቁምነገር ዘለዎ ከዕብየና ዝኽእል ምስ ባህልታት ሕብረተሰብናን ዘለና ኣካይዳታትናን መንነትናን ብፍላይ ከኣ እቶም ኣብ ስደት ዘለና ነዚ ተዓዚብና ለውጢ ከምጽኣ ዝኽእላ ፊልምታት ስለ ዝኾና ነዚኤን ክንዕዘብ በዚ ኣጋጣሚ እዚ ከተሓሳስብ ይፈቱ። ደጊመ ደጊመ ብመደበይ ተዘናጊዕኩምን ተዛኒኹምን ክትኮኑ በዓል ሙሉእ ተስፋ እየ። መደብ ዓንኬል ስነጥበብ ኢና ብሓደ ጸሊና። ኣብዚ መደብ ዓንኬል ስነጥበብ ንስኹም እውን ብወገንኩም ኣብ ከምዚ ዘማእኸለ ወይ ንኸምዚ ደረጃ ዝበቅዕ ስራሕ፣ ወይ ድማ ትንታነ ኣምጻልና ኣትብሉኒ ኣነ ብዝተኻእለ መጠን ዘለኒ ሓበሬታን ካብ ኩሉ ጽምዋሚቐ ብምምጻእ ናባኹም ከብጽሖ እየ። ንስኹም ክመሓላለፈልኩም እትደልይዎ መደብ ኣብዚ ናይ ዓንኬል ስነጥበብ ምስ ስነጥበብ ዝተሓሓዝ ኣብ ቦታ ኮመንት ግደፉለይ ኣነ ድማ ተገዲሰ ርእየ ብዛዕብኡ ትንታነ ከቕርበልኩም እየ። ነዚ መደበይ እዚ ሓደሽቲ ቤተሰብ ዝኾንኩም ላይክ ሼር ሳብስክራይብ ኮመንት ብምግባር ደገፍኩም ክትገልጹለይ ብትሕትና እየ እተሓሳሰብ። እዚ ካብ ህያብ ኢንተርተይመንት ንኡስ ዓምዲ ዓንኬል ጥበብ ዝመሓላለፍ ዘሎ መደብ እዩ። ብኻልእ ትሕዝቶ ኣብ ዝመጽእ ቅንያት ክሳብ ንራኸብ ሰሰናዩ ወደሓንኩም።